መርሓባ የሕዋተይ ሕጂ ከኣኒ እቲ ናይ ክረዲት ዝጀምርናዮ ክንቅጽሎ ኢና ማለት እዩ እንታይ ኢለ ኔረ ኣብኡ ኢንተርናል ፋክቶርስ ኤክስተርናል ፋክቶርስ ግሎባል ፋክቶርስ ኤንድ ኢንዲቪድዋል ፋክቶርስ እዩ ዘሎ ገንዘብ ክለቅሑኻ እንድሕር ደልዮም ሕጂ ከኣኒ እቲ ን ኤክስተርናል ን ግሎባል ነጥቢታት፣ ፋክተርስ፣ ክቕጽል እየ ማለት እዩ። ብሓጺሩ ክርድኣኩም ክፍትን እየ ማለት እዩ። ቅድሚ ኩሉ ግን እቲ ሓደ ከኣ እባ እንታይ ጽሒፍለይ ወይ ክልተ እዮም ሰለስተ እዮም ከማን ነይሮም ንብዙሓት ባንክ ሓቲተስ ከሊኦምኒ ኢሉኒ። ንብዙሓት ባንክ እንድሕር ሓቲትካ ከኣ ሓደገኛ እዩ። እንድሕር ብዙሓት ባንክ ብሓንሳብ ሓቲትካዮም ወይ ኣብ ሓጺር ግዜ ሓቲትካዮም ክስታዩ እቲ ናትካ credit worthiness እቲ ናትካ ነጥቢ ንኽህቡኻ ኣይትዕድሞምን ኢኻ ዘለኻ ፕርከ ናይ ግድን ኣድልይካ ኣሎ ማለት እዩ ስለዚ ንብዙሕ ባንክ ዘይምሕታት ባዕልኻ ቅድሚ ኩሉ ናትካ ክስታይ ክተጻራሪ ኣለካ ማለትስኒ ብድብድቡ ብዘይ ኣንገቦድ ከይወሰድካ ብኢንተርነት ድዩ ገለ ሪሰርች ክትገብር ይሕሸካ ሽዑ ንሓንቲ ባንክ ባዕልኻ ቅድሚኡ መሪጽካ ትሓትት ግን ናይ ከምኡ ኤክስትራ ኦንላይን ክንገብር ኣለና መስለኒ ከምዚ ኣብ ቪድዮ ከቕርቦ ክብድ ዝበለ እዩ ብዙሕ ነጥብታት ስለ ክትጥንቀቕ ዘለካ መቸም ከምኡ ከዓኒ ሕጂ እቲ ኤክስተርናል ፋክተር ክንብሎ ንኽእል ቪርትሻፍት እዚ ኢኮኖሚክ ማለት እዩ ከመይ ኣሎ እቲ ኢኮኖሚክስ እቲ ግሎብል ኤኮኖሚክስ እዩ እቲ ናይቲ ዓዲ ድዩ ናይ ጀርመን ማለት እዩ ጀርመን ድሕር ኣለና ናይ ኤውሮጳ ከመይ ኣሎ ብጠቕላላ ክንብሎ ንኽእል ኣብዚ እዋን እዚ ከምዚ ኩላትና ንፈልጦ ኢንፍሌሽን ግዜ ኢና ዘለና እቲ ገንዘብ ያ ካብ ወርሒ ናብ ወርሒ እንዳጎደለ እዩ ዝመፅእ ዘሎ ናቱ ክስታይ ሚዛን ማለት እዩ ስለዚ ሸርፊ ናቱ ወይ ናቱ ክብደት ማለት እዩ ብሓጺሩ ዋጋ ናይቲ ገንዘብ ይወጎድል ኣሎ ስለዚ ኣብ ከምኡ ግዜ ከኣ ብጣዕሚ ጥንቁቃት እዮም እቲኦም ባንክ ብጠቅላላ ፐርከ እንታይ እዮም ዝፈርሑ እቲ ኣብዚ እዋን እዚ ስራሕ ዘለዎ ከማን ጽባሕ ንኮ ስራሕ ኣይህልዎን ክኸውን ይኽእል እዩ እቲ ስራሕ ስኒ ቀዋሚ እንድሕር ኮይኑ ከማን ፈስት ፈትራግ እንድሕር ኣለካ ፐርመንንት ኩንትራት እንድሕር ኣለካ ምናልባት የብልካን ድሕሪ ቁሩብ ኣዋርሕ ንዓካ ቡዙሕ ገንዘብ እንድሕር ሂቦምካ ከኣ ንዕኦም ጸገም እዩ ዝኮኖም ውሕስና ከኣ የብሎምን ትሕጃ ከኣ የብሎምን ገዛ እንተትገዝእ እቲ ገዛ ከማን ከም ትሕጃ ምስ ቆጸርዎ ኔሮም ስለዚ እቲ ጆብ ማርክት፣ ኣርባይትስማክት ብጀርመን ማለት እዩ፣ ኣገዳሲ እዩ። ከመይ ኣሎ? ክንደይ ሰብ እዩ ካብ ስራሕ ዝወጽእ ዘሎ? ክንደይከ ክወጽእ ይሓስብ፣ ይሕሰብ ኣሎ? ኣብዚ እዋን እዚ እንታይ ኣፍርሕዎም ኣሎ? ብሕልፊ እቲኦም ብብዝሒ ክረዲት ዝወሰዱ ንኣብነት፣ እሱ ክኸፍልዎ እንድሕር ዘይከኣሎም እንታይ እዮም ክገብርዎም ዘለዎም? እቲ ገዛውቲ ክሸጥዎም ኣለዎም ብሓይሊ ማለት እዩ። እዚ ፋሽታይጋሩንግ ይበሃል። እቲኦም ባንክ ሽዕኡ ገንዘብና ንሕና ክንመልስ ኢና ንደሊ፣ እዚኣ ገዛ እዚኣ ክትሽየጥ ኣለዋ። እቲ ዋጋ መብዛሕትኡ ግዜ ኣብ ከምኡ ከኣ ጎደሎ እዩ። ስለዚ ብዙሓት ሰባት ከማን ንኸምኡ እዮም ዝጽበዩ ዘለዉ። እቲኦም በዓልቲ ገንዘብ ከኣ ንኸምኡ ግዜ እዮም ዝጽበዩ ዘለዉ። ብዙሕ ሰብ ገዝኡ ክግደድ ይኸውን እዩ እዩ ዝበሃል ዘሎ ግን ርግጸኛ ኣይኮነን ማለትስ ንሕና ኩላትና ክንፈልጦ ኣይንኽእልን ኢና ናይ ብሓቂ ከምዚ ፈሪሕናዮ ዘለና ድዩ ክፉእ ዝኸውን ወይ ደሓን ድዩ ክኸይድ ኣይተፈለጠን ኣሎ እቲኦም በዓልቲ ገንዘብ ግን ንኸምኡ ግዜ ይጽበዩ ኣለዉ ኣብርከ ብብዝሒ እዚ ዝሓለፈ ዓመታት ብዙሓት ዘይዓቕሞም ገዛ ወይ ብብዝሒ ገዛውቲ ስለ ዝገዝኡ ሕጂ ነቲኦም ባንክ ግን ኩሉ ግዜ ከምኡ ዝያዳ ሪስክ እዩ ስለምንታይ ገንዘቦም ይምለሰሎም እንድዩ እቲ ገዛ እንድሕር ኮይኑ ብሕልፊ ግን ምናልባት ከኣ ብምሉኡ ዘይምለሰሎም ክኸውን ይኽእል እዩ ማለት ስኒ ኡንጣውኽ ክስታይ ኣሎ ማለትስ ኣድሚኒስትሬሽን ኮስት ኣለዎም ብዙሕ ማለትስ እቲ ሰብ እንድሕ ምስ ውዑል ጌርካ ብሰዓቱ ኩሉ ግዜ ከፊሉ እንተኾይኑ ንዕኦም ብዝያዳ ዝበለጸ እዩ ኣብ ክንዲ እዚ ከኣ ክሽየጥ ኣለዎ መዓት ስራሕ እዩ ነው ፐርክ ካልእ ዝገዝኦ ሰብ ክረኽቡ ኣለዎም ጠበቃ ዶ ገለ ዶ ምሽ ኣለኩም እቲ ኣድሚኒስትሬሽን ኮስት ንላዕሊ እዩ ስለዚ እሳቶም በቃ ዝያዳ ሪስክ ዘለዎም ሰባት ክህቡ ኣይደልዩን እዮም ገንዘብ ኣብዚ እዋን እዚ ከምኡ ከኣ እቲ ኢንትረስት ሬት ከኣ ጸቢቑ በዚሑ ኣሎ ከምዚ ዓሚ ድዩ ወይ ቅድሚኡ ዓመታት ዝነበረ ከባቢ ክልተ ሽሕን ዓሰርተ ሸውዓተን ኣትሒዙ ብ ቅድሚኡ ከማን በቃ ብ ዜሮ ነጥቢ ሓደ እዮም ዝወስዱ ኔሮም ከመይ እዩ እቲ ናይ ኢንትረስት ሬት ብሓጺሩ ክነግረኩም ኤትሴድቤ ዝበሃሉ ኣለዉ ምሽ እዚ ዩሮፒን ሴንትራል ባንክ ናቶም ፖሊሲ ኣለዎም እሳቶም ከኣ እቲ ኢንትረስት ሬት ከመይ ከም ዘሎ ክስታይ ይገብሩ ማለት እዮም ይውስኑ ብናቶም ውሳነ ከኣ እቲኦም ፌደራል ባንክ፣ ቡንደስባንክ ናይ ጀርመን ማለት እዩ እዚ ሕጂ ናይቲ ዓዲ ዘለኻዮ፣ እሳቶም ከኣ ናቶም ተኣዛዝ ወይ በቲ ናቶም እንታይ ዝባል ሕጊ ይኸዱ ማለት እዩ። ሽዑ እቲኦም ናትካ ባንክ ከኣ በቲ ናይቲኦም ፌደራል ባንክ ሕጊ ይኸዱ ማለት እዩ። ሕጂ እንታይ ማለት እዩ ኣብዚ እዋን እዚ ግን እቲ ኢንትረስት ሬት ልዒሉ ስለ ዘሎ እቲ ሰብ ከኣ ክኸፍሎ ስለ ዘይክእል ወይ ስለ ዝበዝሖ ወይ ድማ ስራሕ እንድሕር ዘይብሉ ከኣ ሰጒዞ እቲ ውሑድ ኢንትረስት ሬት ከማን ክኸፍሎ ኣይክእልን እዩ። እቲ ሕቶ ዘሎ ከኣ ንክንደይ ዓመት እዮም እቲ ሎው ኢንትረስት ሬት ኩንትራት ገይሮም ኣብቲ ቅድሚ ሕጂ ኢንትረስት ሬት ዝነበረ ብውሕዱ ዓሰርተ እቲ ዝበዝሐ ዓሰርተ ዓመት እንዲኻ ክትገብር ትኽእል ክሳብ ዓሰርተ ዓመት እሱ እዩ ዝበለጸ ከኣ ሓቂ ሓይሽ በቲ ሎው ኢንትረስት ሬት ዝነበረ ካብኡ ንታሕቲ ክኸይድ ኣይካኣይካእልን ኔሩ። ገሊኦም ሰባት ግን መን ይፈልጥ ካብዚ ከማን ይትሕት ይኸውን ኢሎም ንሰለስተ ኣርባዕተ ዓመት ጥራይ ዝገበርዎ ኣሎ ሕጂ ንሳቶም እዮም ዝሽገሩ። ስለዚ እንታይ ክንብል ንኽእል ብጠቕላላ እቲኦም ባንክ ብጠቕላላ ሪስትሪክቲቭ እዮም ዘለዉ ጥንቁቃት እዮም ዘለዉ እቲ ናቶም ፖሊሲ እንታይ ዝብል ዘሎ ብዚ እዋን እዚ ኩሉ ግዜ ኣብ ግዜ ክራይስስ ምጥንቃቕ እዮም ዝደልዩ እሳቶም ፐርከ ዝያዳ ክሳራ ኣይደልዩን እዮም ብጠቕላላ ክንብሎ ንኽእል ከኣ እሳቶም እቲኦም ባንክ ባኒ ሕጂ ቅድሚ ዓሚ ድዩ ገለ ብዜሮ ነጥቢ ሓደ እዮም ገንዘብ ዝወስዱ ነይሮም ካብ ፌደራል ባንክ ካብቲኦም ቡንደስ ባንክ ብጥርሑ ማለት እዩ ዳርጋያ ወይ እንድሕር ፅቡቕ ኩንትራት ኣለካ ከማን ካብ ከባቢ ዓሰርተ ሸውዓተ ድዩ ዓሰርተ ሸሞንተ ክልተ ሽሕን ዓሰርተ ሸሞንተን ዚሮ ፖይንት ኤይት ክትረክብ ትኽእል ኔርካ ብሕልፊ ገዛ ገለ ክትገዝእ ኮለኻ ብጣዕሚ ብሕሱር እዩ ኔሩ ሕጂ ከኣ ኣበይ በጺሕና ኣለና ኣርባዕተ ሓሙሽተ ከከም ናትካ ክረዲት ወርሲነስ ረኣዮ ብጣዕሚ ዓቢ ፍልልይ ኣሎ ምሽዶ እዚ ከኣ ኣብ ሚእቲ ሽሕ ሰለስተ ሚእቲ ሽሕ ኣርባዕተ ሚእቲ ሽሕ ሕሰብዎ ስለዚስ ዓቢ ፍልልይ ኣሎ ብኸሙ ከኣ እዩ ፈሪሖም ኣለዉ እቲ ክራይሲስ ብኹሉ ምሉእ ኣሎ ስለዚ ብዙሕ ነጥብታት እዩ ስለምንታይ እዮም ዘይህቡካ ኣብዚ እዋን እዚ ስኒ እቲ ክራይስስ ከማን እቲ ግዜ ዘለናዮ ስኒ ቁሩብ ክብድ ዝበለ እዩ ገንዘብ ክትልቃሕ ብሕልፊ ኮንሱመር ክሬዲት እንድሕር ኮይኑ ግን ናይ ገዛ ከማን ይጥንቀቁ እዮም ዘለዉ ሕጂ ብጠቅላላ ጥንቁቃት እዮም ዘለዉ ስለዚ እሳቶም ከኣ ሓደ ነገር ክነግረኩም ዝደሊ ኣገዳሲ ነጥቢ ከኣ እሳቶም ከማን ኣብቲ ሎው ኢንትረስት ሬት ከሎ ወይ ሃይ ኢንትረስት ሬት ብዘየገድስ እቲኦም ባንክ ኩሉ ግዜ እየ ፈሲሸሩንግ ኣለዎም ኢንሹረንስ ኣለዎም ኢንሹረንስ ማለት ከኣ እቲ ክረዲት ናቶም ሕጂ ንኣብነት እስኻ ዓሰርተ ሽሕ ምሽ ትወስድ ካብኦም እቲኣ ዓሰርተ ሽሕ ፈሲሸርን ይገብርዋ እዮም ብናቶም ኢንተርናል ፖሊሲ ኩሉ ግዜ ከምኡ እዩ ኣብ ጀርመን ብሕልፊ እያ ሕጂ እንታይ ማለት እዩ ምናልባት እስኻ እቲ ዓሰርተ ሽሕ ክትከፍሎ እንድሕር ተዘይከኣልካ እቲኦም ፈሲሸሩ ሰማንያ ወይ ቴስዓ ካብ ሚእቲ እሳቶም ይሽፍኑሎም ዒስራ ካብ ሚእቲ ጥራይ ከም ዝኸስሩ ይገብሩ ማለት እዮም። ነዚ ፈሲሸሩንግ እዚ ግን ከኣ ከከም ናቶም ውዕል ከባቢ ኣነ ክነግረኩም በቲ ናተይ ዝፈልጦ ማለት እዩ ግን ነናትካ ውዕል እዩ ዘለካ እዚ ብጠቕላላ ጥራይ ኦው ፖይንት ዋን ኦው ፖይንት ዋን ፋይቭ ማለት ያ ከምኡታት ኣቢሉ እዩ ዜሮ ነጥቢ ሓደ ዜሮ ነጥቢ ሓደ ሓሙሽተ ይኸፍሉ ሕጂ ግን እንድሕር ብዙሕ ሰብ ካብ ብዙሕ ሰብ ከሲሮም እዚኣ ዜሮ ነጥቢ ሓደ ሓሙሽተ ወይ ዜሮ ነጥቢ ሓደ ክትውስኽ እያ እሱ ኸኣ ኣይደልዩን እዮም ሕጂ ዜሮ ነጥቢ ሓደ ብዙሕ ኣይመስልን እዩ ወይ ዜሮ ነጥቢ ሓደ ሓሙሽተ ኣብ ብዙሕ ሚልዮን ገንዘብ እንድሕር ሓሲብካዮ ግን ብጣዕሚ ብዙሕ ስለዚ እሳቶም ኩሉ ግዜ እቲ ናቶም ክሳራ ወይ ሓደገኛ እንድሕር ተሰሚዕዎም እቲ ሰብ ማለት ዘይእመን ሰብ ዝኾነ ንእሽተይ ነገር እንድሕር ረኺቦም ኣይደልዩን እዮም በቃ ቢዝነስ ክገብሩ ዘይምግባር ይሕሾም እዮም ዝብሉ በርከ ብዙሓት ክላየንት እዮም ዘለዎም ክመርፁ ይኽእሉ እዮም ነቲ ሰብ ዘለዎ እዮም ክህቡ ዝደልዩ ዝገርመኩም ከምኡ እዩ እቲ ናይ ቢዝነስ ዓለም ስለዚ ሓንቲ መወዳእታ ከዓ ክብላ ዝደሊ ኣገዳሲት ንኩላትና ሓበሻ እንታያ ክትጥንቀቁ ዘለኩም ኣነ ዝረኣክዎ ማለት ዩ ኣብ ካልኦት ደቂ ዓድና ማለት ዩ እዚ ብከመይ እየ ከማን ከም ንኣብነት ዘምጻልኩም ኣገዳሲ ስለ ዝብሎ ስለ ዘይግብኦም ከኣ ኣባና ዘይግብኦም ይገብሩ እዮም ብ ከይፈልጡ እዮም ገሊኦም ሰባት ኣይርድኦም ኣይሰምዑ ኣይ ርድ ማለት ኣይዛረቡ እቲ ሕግታት ከኣ እንድሕር ዘይትፈልጦ ኮንካ ያ ይፍትኑ እዮም መቸም ኣብ ሓደ ሰብ ዝረኣክዎ ዝሓገዝክዎ ማለት ዩ ንዕኡ እንታይ ገይሮምሉ መሲልኩም ኖርማል ኣይፍቀድን እዩ ግን ንዕኡ ኤክስትራ ከምኡ ተለቂሑ ማለት እዩ ክስታይ ሓቲቶሞ ኤክስትራ ፈሲሽሩን ሓቲቶሞ ኖርማል እሱ ይኮነን ዝኸፍሉ እሶም እዮም ዝኸፍልዎ ኣለዎም ከዓኒ ግን ምእተዊ ገንዘብ ኢሎም ነቲኣ ፈሲሸሩን ከ ክንደይ ኣኽፊሎሞ ሸሞንተ ሚእቲ ሕሰብሉ ሸሞንተ ሚእቲ ቀሊል ገንዘብ ኣይኮነን ምሽቶ ግን ኣይግብኦምንዩ ኖርማል ያ እዚኢታት ከምዚኢታት እንድሕር ኣለኩም ፀሓፉለይ ኣብ ታሕቲ ኣገዳሲኡ ንዓኹም ኤክስትራ ቨሲቸርንግ ድሕር ኣፈሪሞምኹም ንዓኹም ዝኾነ እዮም ዘረድእኹም ናይ ግዴታ እዩ ገለ እዮም ዝብልኹም ግን ኣይኮነን ናይ ግዴታ ከምኡ ዝበሃል የለን ያ ግን ይጥቀምሉ እዮም ከምዚታት እንድሕር ጀርመን ዘይትኽእል ኮንካ እሱ ከዓ ፈሪምዎ መቸም ክነግረኩም ጥራይ ክንመሃረሉ ኩላትና ሓደ ሰብ እንድሕር ተጎዲኡስ ካልእ ሰብ ከማን ተዛረቡ እቲ ጸገም ኣብ ናትና ሕብረተሰብ ከኣ እቲ ነናትካ ዘጓነፈካ ኣይትዛረበሉን ኢኻ ክንፈልጥ ኣለና ኩላትና በሃሊት እየ ኣነ ኖርማል ንከምዚኦም ሰባት ከኣ ንገለ እንድሕር ከምዚኢታት ዘይግብኦም ፈጢሮም ንባፍን ክትነግር ይፍቀደልካ እዩ ንኩሎም ባንክ ባንክ ኣውሲስ በሃደ ይበሃሉ እንታይ ማለት እዮም እዚኦም ንኹላተን ኣብ ጀርመን ዘለዋ ባንክ ናቶም ሓለፍቲ ማለት እዮም ከምዚ ይጥንቅ ከምዚ መንግስቲ ናቶም ማለት እዮም ባንክ ኣውፍሲስበህርደ ባፍን ኣብዚ ፍራንክፎርት እዮም ዘለዉ እ፣ በቃ ዝኾነ እንድሕር ሓደ ባንክ ጎዲእካ ወይ ጎዲእካ ዘይኮነስ እቲ ዝኾነ ዘይግብኣካ እ፣ ገባኻ ተደልዩ ወይ ያ ዘይግባእ ገይሩ ንዕኦም ክትነግረሎም ትኽእል ኢኻ እንድሕር ከምኣ ሰሚዖም ከኣ ቀልጢፎም እዮም ዝእርምዎ ፐርከ ኣይደልዩን እዮም ንሳቶም ነቲ መንግስቲ ክትነግረሉ ናቶም መንግስቲ ማለት እዮም እሺ ስለዚ ከምኡ ከኣ ኣበይ ክጥንቀቁ ኣለኩም ኣብ ካልኦት ሓበሻ ዝረኣክዎ እዚ ከማን ገሊኦኹም ማለት ሓደ ከይፈለጥኩም ብኢንተርነት ክሬዲት ትወስዱ ኣሎ መዓት ኣሎ ካብ ሉክስምቦርግ ድዩ ካብ ካልእ ዓድታት ካብ ዓዲ ጥልያን ከምኡ ይፍትኑ እዮም ስዊትዘርላንድ ኩላቶም እቲኦም ባንክ ሳክት ክሬዲት ኣባና ሕሱር እዩ ስዊድን ሕጂ ብዙሓት ኣለዉ ናይ ስዊድን ሬክላም ርኢ ኣለኹ ኣብ ኢንተርነት ያ ከምኡ ይሓትኹም እዮም ግን ክትጥንቀቑ ኣለኩም ፐርከ እቲ ጸገም ዘሎ ሓንሳብ ብሰዓትካ እንድሕር ዘይከፈልካ ዝያዳ ክስታይ ኢኻ ትኸፍል እዚ ኢንትረስት ሬት ኢኻ ትኸፍል እቲ ሕግታት ንዕኦም ከማን ክትሕዞም ከቢድ እዩ ፐርከክ ኣብ ካልእ ዓዲ እንድሕር ምዝጉባት ኮይኖም ኣብ ጀርመን ኢኻ ንስኻ ዘለኻ ብዝበለጸ ኣብ ናይ ጀርመን ባንክ ተለቅሑ እዚኦም ኣብ ኢንተርነት ኣብ ገለ ዘለዉ ከኣ መብዛሕቶም ኣብ ወጻኢ እዮም ኣብኡ እዮም ከኣ ምዝጉባት ንዕኦም ያህ ክብድ ዝበለ እዩ ማለት እዩ ኣይከኣልን ማለት ኣይኮነን ግን ብጠቕላላ ኣነ ክብለኩም ዝደሊ ኣብ ኢንተርነት ድዩ ዝኾነ ነገር ኣይትፈርሙ እንድሕር ዘይትፈልጥዎ ኮንኩም ዘይተረዳእኩም ካብ ኩሉ እዚኣ ከዓ ኣብ መወዳእታ ክገልፀልኩም ሰሰናየቱም ደልኩም ክጠቕመኩም ተስፋ ይገብር ባይ